ሰዓት ሸዓተ ኣኺሉ ካብ ስቱድዮ ዜና ኤረ ቲቪ ዕስ ሰላምታ እናተቐበሉ ዝኸርኩም ተዓዘብትና ከመይ ተምስዩን ሎሚ 29 ሕዳር ዝተዳለዉ ዜናታት ውሽን ወፃእን ሒዝናልኩም ቀሪብና ኣለና ንምክታልኩም ብክሉ ዝዕድም ኣዲብ ዓብዱ እየ ፈለማ ኣርእስተ ዜና ኣብ መወከሲ ሆስፒታል ዞባ ደቡብ ንልዕሊ 400 ዜጋታት ምጥባሕ ዝሓበለ ዓይኒ ተኻይዱ ኣብ ምፅናዕን ምስናድን ረቂቕ ባህላዊ ወርሻ ዝተወፈረ ስልጠና ኣብ መንደፈራ ተዋሂቡ ኣብ ምምሕዳር ከባቢ ኣግራዕ ንኡስ ዞባ ናቕፋ ሓዳስ ዲጋ ተሰሪሓ። ኣብ ዜናታት ወፃኢ መንግስቲ ጫድ ምስ ፈረንሳ ዝፀንሖ ወታደራውን ፀጥታውን ውዕል ከብቅዕ ወሲኑ። ሩስያን ሰሜን ኮርያን ወታደራዊ ምትሕባርን ንምድንፋዕ ዘካይድዎ ንጥፈታት ክሕይላ ምዃነን ገሊፀን። ሰራዊት ሶርያ ኣንጻርቶም ብኣሜሪካ ዝድገፉ ሽበራውያን ዝቐንዐ ስርሒት ኣበጊሱ ዝርዝር ዜና፣ ኣብ ዞባ ደቡብ ብምትሕብባር ኤርትራውያን ሞያውያን ምስ ጉጅለ ሓካይም ኣልበስር ንልዕሊ ኣርባዕተ ሚእቲ ዜጋታት መጥባሕቲ ሓበላ ዓይኒ ተኻይዱ ወኪል ኤሪና ሸዊት ገብረብርሃን ዘዳለወቶ ጸብጻብ እስቲፋኖስ ግርማይ ከቕርቦ እዩ።
ካብ ዒስራን ክልተን ክሳብ ዒስራን ሸሞንተን ሕዳር ኣብ መወከሲ ሆስፒታል ዞባ ደቡብ ብዝተኻየደ ወፍሪ ጉጅለ ሓካይም ኣልበስር ካብ መላእቲ ዞባ ንዝመጹ ልዕሊ ኣርባዕተ ሚእቲ ዜጋታት መጥባሕቲ ሓበላ ዓይኒ ኣካይዶም። ኣብቲ ወፍሪ ሓፈሻዊ ምርመራ ካብ ዝተኻየደሎም ሰለስተ ሽሕ ዜጋታት ንኣርባዕተ ሚእቲ ናይ ንባብ መነጽር ክወሃብ እንከሎ ንኣርባዕተ ሚእቲ ሸውዓተን ዕዉት መጥባሕቲ ብነጻ ከም እተኻየደሎም ካብ መውከሲ ሆስፒታል ዞባ ዶብ ሓኪም ዓይኒ ኣቶ ብስራት ወልደገርጊሽ ሓቢሩ። ሓበላ ዓይኒ ሰማንያ ሚእታዊት ምስ ዕድመ ዝመጽእ ምዃኑ ዝጠቐሰ ኣቶ ብስራት፣ ብተፈጥሮ ምስ ሕማም ሽኮርን ጸቕጢ ደምን ተተሓሒዙ ከምኡ እውን ብማህረምትን ብሰንኪ ዝውሰዱ መድሃኒታትን እውን ክስዕብ ከም ዝኽእል ብምሕባር እቲ ወፍሪ ኣብ መንጎ ኤርትራውያንን ኣባላት ጉጅለ ኣልበስርን ናይ ምልውዋጥ ተመክሮ መድረኽ ከም ዝፈጠረ ኣብሪሆም። ብዝሒ ቅድሚ ሕጂ እውን ይስራሕ እንድዩ ወላ ንሕና እውን ኣብዚ ብናትና ዓቕሚ እውን ንሰርሕ ኢና ማለት እዩ። ስለዚ ኣብዚ ዝተፈለየ ነገራት ንረኽቦ ሓደ ተመክሮ ምልውዋጥ ንዞም ናይ ኣልባሳር ጉጅለ ሓካይም ኣለና ማለት እዩ ካልኣይ እቲ እሶም ዝጥቀምሉ መሳርሕን ንሕና ዝጥቀመሉ መሳርሕን ፍልልይ ስለ ዘለዎ እቲ መሳርሒ ናቶም ከመይ ጌርካ ሰርሕ እንታይ እንታይ ዓይነት መሳርሕታት ኣለዎ እውን ካብኡ ሓሳባት ንቐስም ኢና ማለት እዩ ኣብ ገለገለ እዋናት እውን ንሕፅር ዝበለ ምምኽኻር ምዝርራ እውን ኣሎ ማለት እዩ ስለዚ እቲ ብገፊሕ ክንዲዚ ዓይነት ስፍሓት ዘለዎ ስራሕ ከመይ ጌርካ ከምሰርሕ ዘለካ ዘለካ እውን ዓብ ትምህርቲ ንወስድ ኢና ማለት እዩ መጥባሕቲ ዝተገብረሎም ዜጋታት ብወገኖም ብሰንኪ ሓበላ ተሸፊኑ ዝጸንሐ ናይ ምርኣይ ዓቕሞም ምምላሱ ዝተሰምዖም ሓጎስ ብምግላጽ ስለቲ ብነጻ ዝተዋህቦም ኣገልግሎት ኣመስጊኖም።
የመስግን ተዓብ የብልና ክሳራ የብልና እንዳመስገንኩ እዞም የሕዋተይ የቐንየለይ። ተሓጎሱ ብርሃን ይሃብኩም ብርሃን ሂቦምኒ። ዕስራን ሓሙሽተን ዓመት ኮይኑ ሕዚ ግን ብጣዕሚ ሓውየ። የቐንየልና እንዳመስገና ኢና ብርሃን ሃብኩም ብርሃን ረኺብና። ኣብቲ ወፍሪ ሓሙሽተ ዶክተራት ዝርከብዎም ዓሰርተ ሸውዓተ ክኢላታት ካብ ሱዳንን ስዑድ ዓረብን ከም እተሳተፉ ዝገለጹ ኣካየድቲ ጉጅለ ሓካይም ኣልበሰር ድማ፣ ሚኒስትሪ ጥዕና ብሓፈሻ ሞያውያን ሕክምና ዓይኒ ድማ ብፍላይ ንዝገበርሎም ምትሕብባር ምስጋና ኣቕሪቦም። ጉጅለ ሓካይም ኣልበሰር ኣቐዲሙ ካብ ዓሰርተ ሓሙሽተ ክሳብ ዕስራን ክልተን ለካቲት ክልተ ሽሕን ዕስራን ኣርባዕተን እውን ኣብ ዞባ ደቡብ ን ኣርባዕተ ሚእትን ዕስራን ዜጋታት ተመሳሳሊ መጥባሕቲ ምክያዶም ዝዝከር እዩ።
ክፍሊ ባህልን ስፖርትን ዞባ ደቡብ ምስ ኮሚሽን ባህልን ስፖርትን ብምውሃድ ኣብ ምፅናዕን ምስናድን ረቂቕ ባህላዊ ውርሻ ዘተኮረ ስልጠና ካብ ዕስራ ዓሰርተ ሸሞንተ ክሳብ ዕስራን ሓሙሽተን ሕዳር ወዲቡ። እቲ ብግብርን ክልሰ ሓሳብን ዝተውሃበ ስልጠና ሓፈሻዊ ትርጉምን ባህርያትን ባህሊ፣ ረቂቕ ባህላዊ ውርሻን ትርጉሙን፣ ኣፋዊ ያታ ከምኡ'ውን ወፍሪ መፅናዕቲ ባህልን ምስንዳን ዝብሉን ኣርእስታት ዘጠቓለለ እዩ ነይሩ። ኣብ መዛዘሚ ናይቲ ስልጠና፣ ዋና ዳይሬክተር ክፍሊ ባህልን ስፖርትን ዞባ ደቡብ ኣቶ ኣብርሃም ዮውሃንስ፣ ሰልጠንቲ ብዓውዲ ስነ ባህሊ ካብ ኮሌጃት ተመሪቖም ኣብ ስራሕ ዝተዋፈሩ፣ ብተመክሮ ክሰርሑ ዝጸንሑ ስነ ጥበባውያን፣ ኣብ ምሕደራ ዝነጥፉ ሓለፍቲ ኮሚሽን ባህልን ስፖርትን ከምኡ'ውን ኣባላት መሻርኽቲ ትካላት ምዃኖም ብምጥቃስ፣ ብደረጃ ዞባ ኣብ ሰላሰል ዕማማት ልዑል ኣበርክቶ ከምዝህልዎም ሓቢሮም። ኣመሓዳሪ ዞባ ደቡብ ኣቶ ሃብተኣብ ተስፋጼን ብወገኑ ባህልን ወግዕን ንኣነባብራ ሕብረተሰብ ዝገልፅን መለለዪ መንነትን ስለዝኾነ ብግቡእ ምፅንዑን ምስናዱን ኣገዳሲ ምዃኑ ብምጥቃስ ናይ ስልጠና መደባት ብዝለዓለ ክቕፅል ተላብዩ። ኣብቲ ኣጋጣሚ ብሰልጠንቲ ተፀኒዑ ዝተሰነደ ቪድዮታትን ኣፋዊ ያታታትን ከምኡ እውን ብስነ ጥበባውያን ዝተዳለወ ትልሂት ንተሳተፍቲ ቀሪቡ። ኣብ ንኡስ ዞባ ናቕፋ ምምሕዳር ከባቢ ኣግራዕ ብምውሃድ ምምሕዳር ዞባ፣ ንኡስ ዞባ፣ ሚኒስትሪ ሕርሻን ነበርትን ብልዕሊ ኣርባዕተ ሚልዮን ናቕፋ ዝተሃንፀት ዲጋ ተመሪቓ። ኣብቲ ዓበይቲ ዓዲ ኣማሓደርትን ኣነባብርትን ዝተረኽብሉ ስነ ስርዓት ሓላፊ ቤት ፅሕፈት ሕርሻ እቲ ንኡስ ዞባ ኣቶ መሓመድ ዓሊ መሓመድ ሳልሕ እዛ ንነበርቲ ኣግራዕ ላዕልን ኣግራዕ ታሕትን ኣገልግሎት ክትህብ ዝፀንሐት ክታን ጸዲጋ ልዕሊ ክልተ ሚእቲ ሽሕ ሜትሮ ኩቦ ማይ ናይ ምውህላል ዓቕሚ ከምዘለዋ ገሊጹ። ኣመሓዳሪ ንኡስ ዞባ ናቕፋ ኣቶ ያቆብ እድሪስ ብወገኑ ኣብ መስርሕ ህንጸት'ታ ዲጋ ብህዝቢ ንዝተራእየ ልዑል ተሳትፎ ብምጉዋስ ኣብ ርእስቲን ሰብን ጥሪትን እትህቦ ኣገልግሎት ኣብ ምህብታም ትሕተ ባይታዊ ማይን መስኖኣዊ ሕርሻን ደራኺ ተራ ከምዝህልዎ ሓቢሩ። ነበርቲ ብግደኦም፣ ብሰንኪ ዝነበሮም ሕጽረት ማይ ንውሕ ንነዊሕ ክጓዓዙ ይግደዱን ኣደዳ ማይ ወለድ ሕማማት የኾኑን ምንባሮም ብምዝካር፣ እዛ ኣብ ከባቢኦም ዝተሃንጸት ዲጋ መስተርሆ ብምፍጣር ኣብ ልምዓት መስኖ ንክነጥፉ ከም እትድርኾም ኣብሪሆም። ቤት ፅሕፈት ካዳስተር ካብ ማእከላይ ቤት ፅሕፈትን ጨናፍር ዞባታትን ዝመፁ ዓሰርተ ሰለስተ ደቂ ኣንስትዮ ዝርከብኦም ዕስራ ሓደስቲ ኣባላት ካብ ዕስራን ሓሙሽተን ክሳብ ዕስራን ትሽዓተን ሕዳር ኣብ ኣስመራ ስልጠና ወዲቡ። እቲ ስልጠና ክልሰሓሳባውን ግብራውን ፍልጠት ብዛዕባ ካዳስተራዊ ስርዓተ ምዝገባን ምስኡ ዝተዛመዱ ዓውድታት ብምዕጣቕ ኣብ ስርሖም ፍልጠትን ርእሰ ተኣማንነትን ንምስራፅ ዝዓለመ ምዃኑ ዋና ዳይሬክተር ቤት ፅሕፈት ካዳስተር ኣቶ ሃብተሚካኤል ወልደገርግሽ ሓቢሩ። ኣብቲ ስልጠና ኣብ ኣገዳስነት ረብሓታት መትከላትን ስነ-ምግባርን ካዳስትራዊ ስርዓትን ፓብሊክ ኖታርን ብደረጃ ሃገርን ዓለምን ኣዋጅ ምዝገባ ቁጽሪ ትስዓን ሓሙሽተን ዝባር ሽሕን ትሽዓተ ሚእቲ ትስዓን ሸውዓተን ኣገዳስነቱን ኣብ መስርሕ ካዳስትራዊ ምዝገባ ዘድልዩ ሰነዳትን ቅጥዕታትን ኣተሓሕዛን ምሕደራ መዛግብቲ ካዳስተር ከም ስርዓተ ሓበሬታ መሬት ንዘሎ መረዳእታ ምስፋሕ ከምኡውን ካልእ ዛዕባታት ዘተኮረ ትምህርቲ ተዋሂቡ። ወኪል ሰልጠንቲ ብዝሃቦ ሓበሬታ፣ ዝቐሰምዎ ትምህርትን ዝነበሮም ፍልጠት ዝርድዕ ኮይኑ ከምዝረኸቦ ብምጥቃስ፣ ኣብ ፅፈትን ስሉጥነትን ናይ ስራሕ ኣበርክቶ ከምዝህሉ ኣብሪሁ። ኣብ መዛዘሚ ሚኒስተር መሬት፣ ማይን ኣከባብን ኣቶ ተስፋይ ገብረስላሴ ብዝሃቦ ቃል፣ እቲ ስልጠና ዘሰከሞ ረዚን ሓላፍነት ብምጥቃስ፣ ሰልጠንቲ ነዚ ተገንዚቦም ብቐንዕናን ብብቕዓትን ብምስራሕ ንጥፈታት ቤት ፅሕፈት ካዳስተር ኣሳልጦ ክውስኹ ትፅቢት ከምዝግበረሎም ገሊፁ። ናይ ምስማዕ ጸገም ብመድሃኒት ይኹን ብመጥባሕቲ ክፈወስ ዘሎ ተኽእሎ ትሑት ስለ ዝኾነ ሳዕቤናት ብከላ ድምጺ ንምውጋድ ዕቱብ ጥንቃቐ ክግበር ሞያውያን ይመኽሩ። ወኪል ኤሪና ሸዊት ገብረብርሃን ዘዳለወቶ ጸብጻብ ሳምራዊት ሊብዮ ክተቕርቦ እያ።
ብከላ ድምፂ ንጥዕና ብኣሉታ ብምፅላው ኣፍራይነት ንብቕዓት መናባብሮን ከጉድል ስለዝኽል ብኣተኩሮ ክስራሓሉ ሜዲካል ዳይሬክተር መወከሲ ሆስፒታል መነፈራ ዶክተር ሳዕረ ተስፉ ፀዊዑ ናይ ምስማዕ ጸገም ብመድሃኒት ይኹን ብመጥባሕቲ ክፍወስ ዘሎ ተኽእሎ ትሑት ብምዃኑ፣ ዜጋታት ካብ ብከላ ድምጺ ዕቱብ ጥንቃቐ ክገብሩ ዝመኸረ ዶክተር ሰዕረ፣ ብሰሪ ናይ ድምጺ ጸገም ብደረጃ ዓለም ልዕሊ ሓደ ሚልዮን መንእሰያት ንናይ ምስማዕ ጸገም ተቓሊዖም ከምዘለዉ ንጸብጻባት ውድብ ጥዕና ዓለም ብምጥቃስ ኣብሪሁ።
ሎሚ እዋን ምስማዕ ብመድሃኒት ይኹን ብመብጣሕቲ ክፍወስ ኣይክእልን። ሓንሳእ ማህሰይቲ ዝገጠሞ ዋህዮታት ዳግም ህይወት ክስክዑ ስለ ዘይከኣል እዩ ከዓ ሓደ ሓደ ምዕባለታት ግን ኣሎ እዚ ፈርዒ ዋህዮ ብምጥቃምን ሰረት ብምቕያርን ዝግበር ኣፈባውሳ ካብቲ ኣብዚ እዋን እዚ ተስፋ ተነቢሩሉ ኣሎ እዚ ክመጽእ ኢልካ ግን ናብ ብከላ ድምጺ ክትቃላዕ ኣለካ ማለት ኣይኮነን። ምስ ብዝሕን ምዝውታርን ኣብ እዝኒ ዝስኩዑ መሳርሒታትን ዘይውሑስ ኣገባብ ኣጠቓቕምኦምን ዝስዕብ ናይ ምስማዕ ጸገም ኣቃሊልካ ዝርእ ኣይኮነን ዝበለ ዶክተር ሰዓረ፣ ማእከላይን ልዑልን እቶት ኣብ ዘለወን ሃገራት ኣስታት ሓምሳ ሚእታዊት ናይቶም ኣብ ክሊ ዕድመ ዓሰርተ ክልተ ክሳብ ሰላሳን ሓሙሽተን ዓመት ዝርከቡ ብዝጥቀምሉ መሳርሒታት ንዘይውሑስ ድምጺ ዝተቓልዑ ክኾኑ እንከለዉ፣ ካብዚኣቶም ኣርባዓ ሚእታዊት ንሓደገኛ ድምጺ ዝተቓልዑ ምዃኖም ሓቢሩ። ሕጂና እውን የለን ክንብል ኣይንኽእልን ኢና። እንጥቀመሎም እዞም ዘቤታውያን መሳርሒታት ከም በዓል መጥሓኒ ማሽን፣ ሬድዮ፣ ቴሌቪዥን፣ መመጠን ኣየር ወይ እውን እዚ ኤር ኮንዲሽነር ንብሎ እዚ መጉልሒ ድምጺ ተጠቂምካ ዝግበሩ ንጥፈታት። ኣእዛንና ኣብ ከባቢና ንዘሎ ማእከላይ ደረጃ ድምጺ ጥራይ ክምስርሕ ከም እተፈጥረ፣ ካብ ኣዝዩ ፈኲስ ክሳብ ኣዝዩ ብርቱዕ ድምጺ ድማ ክለልይ ከም ዝኽእል ጠቒሱ ድማ፣ እዝንና ክጻወሮ ብዛዕባ ዝኽእል ዓውታ ድምጺ ብስነ-ፍልጠት ዝተደገፈ መብርሂ ሂቡ። ዶክተር ሰዕረ ኣብ መወዳእታ፣ ጽልዋ ብከላ ድምጺ ተዋህላልን ዘይቅልበስን ፍወስኡ ከኣ ድሩት ከም ዝኾነ ብምግላጽ፣ ምክልኻሉ ዝበለጸ ምርጫ ስለ ዝኾነ፣ ንቕሓት ብምብራኽን ኩሉ ሰብ ኣብ ጥዕንኡ ንቑሕ ተሳታፊ ብምግባር ብደረጃ ንውልቀሰብ፣ ሕብረተሰብን መንግስትን ክስራሕ ከም ዘድሊ ኣገንዚቡ። መሳርሒታት ምስ ብዝሕን ተጠቃምነትን እቲ ብዘይክኡ ብተወሳኺ እውን እቲ ዘይውሑስ ኣገባብ ኣጠቓቕማኦምን እቲ ኣብ ምስማዕ ዘምፅእዎ ፀገም ኣቃሊልካ ዝረኣ ኣይኮነን። ኣብዚ እዋን እዚ ሓደ ስግኣት ኢልና ክንጠቕሶ ንኽእል። ኣብ ህፃናት ዝጥቀሙሉ መሳርሒ እዚ ጨርባሕባሕ ዝብል መፃወቲ ቆልዑ ንሱ ይኹን ካልእ እዚ ድምፂ ዝገብራ መጻወቲ ሞባይላት እውን ካብ ሚእቲ ክሳዕ ሚእትን ሓምሳን ደሲበል ክበጽሕ ይኽእል ማለት እዩ። ምድፋእ ዕድመ፣ ሽኮርያ፣ ልዑል ጸቕጢ ደምን ከምኡውን ምትካኽ ሽጋራ ብብከላ ድምጺ ንዝስዕብ ጸገም ዘጋድድ ክኸውን ከሎ፣ ብከላ ድምጺ ኣብ ህጻናት ንስነልቦናዊ ምርባሽ፣ ትሑት ምልከት ቋንቋን ትኹረትን ዘቃልዕ ስለ ዝኾነ ልዑል ኣቓልቦ ክወሃቦ ከም ዝግባእ ሞያውያን ይመኽሩ።
ሃማደኤ ዞባ ማእከል ኣብ ምብራኽ ንቕሓትን ዓቕምን ደቂ ኣንስትዮ ኣተባባዒ ስራሕ ከምስዘሰላሰለ ኣብ ዘካየዶ ዓመታዊ ኣኼባ ገምጊሙ። ወኪል ኤሪና ዮናታን ንዕቤን ዘዳለዎ ጸብጻብ ያሲን ሳልሕ ከቕርቦ እዩ።
ጨንፈር ሃማድኤ ዞባ ማእከል ንቕሓትን ዓቕምን ደቂ ኣንስትዮ ብሓፈሻ መንእሰያት ድማ ብፍላይ ንምብራኽ ኣተባባዒ ስራሕ ከም ዝዓመመ ብ27፣ 28 ሕዳር ኣብ ኣስመራ ኣብ ዝገብሮ ዓመታዊ ኣኼባ ገምጊሙ። ሓላፊት ጨንፈር ወይዘሮ ኣለም በላይ ኣብ ዘቕረቦቶ ጸብጻብ ኣብ 2024 ኣብ ምውጋድ ጎዳእቲ ልምድታትን መርዓ ትሕቲ ዕድመን ምብራኽ ንቕሓት ኣብ መዳያት ጥዕና ፍርያምነትን ሕግን ከምኡውን ምድንፋዕ ቁጠባዊ ዓቕሚ ዘተኮረ ኣስተምህሮታትን ስልጠናታትን ከም እተወደበ ሓቢራ። ወይዘሮ ኣለም ኣስዒባ ተራ ደቂ ኣንስትዮ ኣብ ምውሓስ ጸጥታ ኣከባቢ ንምዕዛዝ እውን ውጽኢታዊ ስራሕ ከም እተሰላሰለ ገሊጻ። ኣብቲ ኣጋጣሚ ወከልቲ ማሕበር ኣብ ንኡስ ዞባታት ማሕበረ ቁጠባዊ ዓቕሚ ደቂ ኣንስትዮ ንምዕባይ ዝተኻየደ ስልጠናታትን ውፅኢቱን ከምኡውን ትሕዝቶ ሃገራዊ ባንኪ ደም ንምስሳን ዝተወስደ ተበግሶታትን ፅልውኡን ዝምልከት ፀብፃባት ኣቕሪበን። ተሳተፍቲ ኣብ ዝቐረበ ፀብፃባት ድሕሪ ዘካየድኦ ዘተ ተባጋጊሱ ዘሎ ሞያዊ ስልጠናታት ብዝሰፍሐ ክቕጽል፣ ጸረ ምዕባለ ደቂ ኣንስትዮ ዝኾኑ ድሑራት ልምድታት ንምውጋድ ዝካየድ ዘሎ ጎስጓስ ድማ ብዝተወደበ መልክዕ ክሰላሰል ኣዘኻኺረን። ፕረዚደንት ሃማዲኤ ወይዘሮ ተኽኣ ተስፋሚካኤል ኣብ ዝሃበቶ መዛዘሚ ቃል፣ ኣበርክቶ መንእሰያት ደቂ ኣንስትዮ ኣብ ኩሎም ዝውጠኑ ልምዓታዊ መደባት ንኽዓዝዝ ሓያል ወፍርን ጥቡቕ ምክትታልን ክካየድ፣ ሞያዊ ስልጠናታትን ጎስጓሳዊ ኣስተምህሮታትን ብዝለዓለ ክቕጽል፣ መንእሰያት ደቂ ኣንስትዮ ኣብ ሓላፍነት ክመጻ ድማ ምትብባዕን ደገፍን ክግበር ኣዘኻኺራ።
ኣብ ዞባ ማይ ዓይኒ ኣብ ምኽባር መሰላት ቆልዑን ምውጋድ ጎዳእቲ ልምድታትን ዘተኮረ ጎስጓሳት ኣብ ዓሰርተ ኣርባዕተ ምምሕዳር ከባቢ ተኻይዱ። እቲ ብምውህሃድ ሚኒስትሪ ዕዮን ማሕበራዊ ድሕነትን ሃማደኤን ብመገዲ ሰብ ሞያ ጥዕና ዝተኻየደ ጎስጓስ ብቐንዱ ጎዳእቲ ልምድታት ከም መርዓ ትሕቲ ዕድመን ምኽንሻብ ጓል ኣንስተይትን ንምግታእን መሰላት ቆልዑ ንምሕላውን ዝዓለመ'ዩ። ሓላፊ ቤት ፅሕፈት ዕዮን ማሕበራዊ ድሕነትን ኣቶ ተኽለ ዛይድ፣ ቆልዑ መሰላቶም ተሓልዩ ግቡእ ፍቕሪ፣ ሓልዮት፣ ክንክንን ዕድላትን ምስ ዝረኽቡ ንስነ ኣእምራውን ሞራላውን ምዕባሌኦም ኣገዳሲ ከምዝኾነ ብምጥቃስ ካብ ዘይስነምግባራዊ ተግባራት ንክርሕቑ ግቡእ ምክትታልን ምምእዛንን ክግበረሎም ኣዘኻኺሩ። ሓላፊ ትካል ጥዕና ንኡስ ዞባ ማይ ዓይኒ ነርስ ተስፉ ገብርሂወት ብወገኑ ብሰንኪ ድሑር ልምድታት ኣብ ደቂ ኣንስትዮ ዝወርድ ጥዕናውን ሞራላውን ሃስያታት ኣቃሊልካ ዝርኣ ከምዘይኮነ ብምጥቃስ፣ ህዝቢ ነዞም ጸረ ምዕባለ ዝኾኑ ጎዳእቲ ልምድታት ንምውጋድ ክጽዕር ጸዊዑ። እዚ ከምዚ ኢሉ እንከሎ፣ ኣብ ጎስጓሳት ኣንጻር ጎዳእቲ ልምድታት ዝሳተፉ ካብ ነፍሲ ወከፍ ምሕዳር ከባቢን ዝተዋጽኣ ወከልቲ ሃማደኤ ናይ ኣሰልጠንትን ስልጠና ከምተዋህበ ወኪል ኤሪና ሓቢሩ። ዝኽርኩም ተዓዘብቲ ዝስዕብ ዜናታት ወጻኢ ደጊምና ንምክታልኩም ብክብሪ ንዕድም። ዜና ውፃኢ መንግስቲ ጫድ ምስ ፈረንሳ ዝፀንሖ ወታደራውን ፀጥታውን ውዕል ከብቅዕ ወሲኑ እቲ ስጉምቲ ሰራዊት ፈረንሳ ካብ መሬቱ ኣብ ዝሓፅር እዋን ክወፅእ ዘገድድ ምዃኑ ዝገለፀ መንግስቲ ጫድ ሃገሩ ልኡላውነታን መሬታዊ ሓድነታን ክኽበር ዝሕግዝ ከም ዝኾነ ኣፍሊጡ ፈረንሳ ኣብዚ እዋን'ዚ ኣብ ጫድ ኣስታት ሓደ ሽሕ ወታደራት ኣዋፊራ ከምዘላ ጸብጻባት ይሕብሩ። ጎረባብቲ ጫድ ዝኾና ቡርኪናፋሶ፣ ማልን ኒጀርን'ውን ኣቐዲመን ሰራዊት ፈረንሳ ካብ መሬተን ከምዘውጽኣ ዝዝከር'ዩ። በዚ ድማ ፈረንሳ ኣብ ምዕራብ ኣፍሪቃ ብሓፈሻ ኣብ ዞባ ሳሕል ድማ ብፍላይ ዝጸንሓ ወታደራዊ ህላወ የብቅዕ ከምዘሎ ይግለጽ። ሩስያን ሰሜን ኮርያን ወታደራውን ጸጥታውን ምትሕብባርን ንምድንፋዕ ዘካይድኦ ንጥፈታት ክሕይላ ምዃነን ኣፍሊጠን። እዚ ዝተገልጸ፣ ኣብ ሰሜን ኮርያ ዑደት ዝፍጽም ዘሎ ሚኒስተር ምክልኻል ሩስያ ኣንድሬ ቦሌሶቭ ሎሚ ዕስራን ትሽዓተን ሕዳር ምስ ላዕለዎት ሰብ መዚ ምክልኻል እታ ሃገር ኣብ ዘካየዶ ዝርርብ እዩ። እቲ ርክብ ብቕንዱ ኣብ ትግባረ ኣቐዲሙ ዝተበጽሐ ወተሃደራውን ጸጥታውን ሽርክነት ዘተኮረ ምዃኑ ክልቲኤን ሃገራት ሓቢረን። ፕረዚደንት ሩስያ ቭላድሚር ፑቲን ኣብ መንጎ ሩስያን ሰሜን ኮርያን ንዝተኸተመ ስትራቴጂካዊ ጸጥታዊ ውዕል ኣብ ፈለማ ናይዚ ወርሒ'ዚ ብኽታሙ ከም ዘጽደቖ ዝፍለጥ'ዩ። ሰሜን ኮርያ'ውን ነቲ ውዕል ከም ዘጽደቐቶ ዝፍለጥ ኮይኑ፣ እቲ ስምምዕ ሓንቲኤን ምስ እትጥቃዕ ሓበራዊ ስጉምቲ ክወስዳ ዝኽእል'ዩ። ሰራዊት ሶርያ ኣንጻርቶም ብኣሜሪካ ዝድገፉ ሽበራውያን ዝቐንዐ ሰፊሕ ስርሒት ኣበጊሱ። እቲ ስጉምቲ ኣብ ዝሓለፈ ሳልስትብ ከተማ ሓለብ ብዝተፈጸመ ሽበራዊ መጥቃዕቲ ብርክት ዝበሉ ካብ ኣባላቱ ድሕሪ ምቕታሎም እዩ ዝስዕብ ዘሎ። በዚ ገና ዝቕጽል ዘሎ ስርሒት ዛጊት ልዕሊ ኣርባዕተ ሚእቲ ሽበራውያን ከም እተቐትሉን ኣማኢት ካልኦት ከም ዝቖሰሉን ኣዘዝቲ ሰራዊት ሶርያ ሓቢሮም። እዚ ከምዚ ኢሉ እንከሎ፣ ኢራን ኣብ ሶርያ ዝፍጸም ዘሎ ሽበራዊ ተርእዮታት ኣካል ናይቲ ጸጥታ ማእከላይ ምብራቕን ምዕራብ ኤስያን ንምዝራግ ዝካየድ ዘሎ ግዳማዊ ውዲት ምዃኑ ገሊጻ። በቲ ጉዳይ ንኣመሪካን እስራኤልን ዝወቐሰት ኢራን፣ ሽበራውያን ንምምካት ምስ ሶርያ ከም እትተሓባበር ኣፍሊጣ ኣላ። ኣብ ሶርያ ባህርያዊ ጸጋታት ንምዝማት ዝዓለመ ወተሃደራዊ ወፍሪ ተካይድ ዘላ ኣመሪካ፣ ዕላማኣ ንምስማር ሽበራውያን ክተዕጥቕ ከም ዝጸንሐት እያ እትውቀስ። ምምሕዳር ፕረዚደንት ጆ ባይደን ንእስራኤል ሽዱሽተ ሚእትን ሰማንያን ሚልዮን ዶላር ዝዋግኡ ኣጽዋር ክሸጠላ ወሲኑ። እዚ ሓድሽ ስምምዕ ሚሳይላትን ብብዝሒ ዘለዎም ተተኮስትን ከም ዘጠቓልል ቤት ጽሕፈት ምክልኻል ኣሜሪካ፣ ፔንታጎን፣ ገሊጹ። እቲ መደብ ኣብ ዞባ ማእከላይ ምብራቕ ተኸሲቱ ንዘሎ ወተሃደራውን ጸጥታውን ቅልውላው መሊሱ ከጋድዶ ከም ዝኽእል'ዮም ወተሃደራውያን ክኢላታት ዝወቕሱ። ኣሜሪካ ካብ ጥቅምቲ ክልተ ሽሕን ዕስራን ሰለስተን ልዕሊ ዕስራን ሓሙሽተን ቢልዮን ዶላር ዝዋግኡ ወታደራዊ ደገፍ ናብ እስራኤል ከም ዝለኣኸት ጸብጻባት የረድኡ። ብዘይካ'ዚ ኣሜሪካ ሳማሪና ዘጠቓለለ ፍሉይ ኣሃዱ ናብ ዞባ ማእከላይ ምብራቕ ልኢኻ ከም ዘላ ይፍለጥ። ሩስያን ህንድን ወታደራውን ጸጥታውን ዝምድነኣን ንምስፋሕ ክሰርሓ ተረዳዲኤን። ላዕለዎት ሰብመዚ ምክልኻል ክልቲኤን ሃገራት ኣብ ዝሓለፈ ሳልስቲ ብ ሩስያ ኣብ ዘካይድዎ ርክብ ኣብ መንጎ ሃገራቶም ዝካየድ ሓበራዊ ልምምድ መሸጣ ኣጽዋር ንምምኽኻርን ካልእን ክሰፍሕ ምዃኑ ኣፍሊጦም። ሩስያን ህንድን ናይ መሬት፣ ኣየርን ባሕርን ዘጠቓልል ሓበራዊ ልምዳት ከካይዳ ምጽንሐን ይጥቀስ። እዚ ከምዚ'ሉ እንከሎ ክልቲኤን ሃገራት ኣብ ምምዕባል ኩባንያታት ኣጽዋር ክተሓጋገዛ ምዃነን ኣፍሊጠን ኣለዋ። ህንዲ ካልኣይ ገጽ ናይቲ ኣብ ክልተ ሽሕን ዓሰርተ ሸሞንተን ካብ ሩስያ ዝዓደገቶ ኤስ ኣርባዕተ ሚእቲ ዝተሰምየ ጸረ ሚሳይል ክትርከቦ ትቀራረብ ከም ዘላ ገሊጻ። ቀዳማይ ገጽ ናይቲ ዝተራቐቐ ኣጽዋር ኣቐዲማ ከም እተረከበቶ ጸብጻባት የረድኡ። ሩስያን ህንድን ናውታደራዊ ጽላት ጥራይ ዘይኮነ ኣብ ቁጠባውን ንግዳውን መዳያት ዘለዎም ምትሕግጋዝ እውን እወታዊ ገስጋስ ይርኢ ከም ዘሎ ይጥቀስ። መንግስቲ ኣውስትራልያ ተጠቃምነት ውሱናት ማሕበራዊ መራኽቢታት ንትሕቲ ዓሰርተ ሽዱሽተ ዓመት ዝዕድሚኦም መንእሰያትን ቆልዑን ንምእጋድ ዘውጽኦ ሕጊ ብ ዕስራን ሸሞንተን ሕዳር ኣጽዲቕዎ። እቶም መንእሰያት ማሕበርራዊ መራኽቢታት ቲክቶክ፣ ኢንስታግራምን ፌስቡክን ክጥቀሙ ከምዘይፍቀዘሎም ነቲ ሕጊ ንዝጠሓሳ ትካላት ድማ ሰላሳን ክልተን ሚልዮን ዶላር መቕጻዕቲ ከምዝብየነለን እቲ መንግስቲ ኣነጺሩ። ናይ ገንዘብ ጥራይ ዘይኮነ ካልእ ሕጋዊ ስጉምቲ ክውሰደሎም ምዃኑ'ውን ኣጠንቂቑ'ሎ። እቲ ሕጊ ንኻልኦት ወገናት ብኣሉታ ዝጸሉ ከምዘይኮነ ቐዳማይ ሚኒስተር ኣውስትራልያ ኣንቶኒ ኣልባነዝ ሓቢሩ። እቶም መራኸቢታት ንማሕበራውን ኣእምሮኣውን ኩነታት ቈልዑ ብኣሉታ ክጸሉ ከምዝጸንሑ ክኢላታት ስነ ኣእምሮ ኣውስትራልያ ገሊጾም ኣለዉ። ማሕበራዊ መራኽቢታት ጎኒ ጎኒ ዝርከቦም ረብሓ፣ ኣብ ቈልዑ ኣሉታዊ ጽልወኦም እናዓበየ ይመጽእ ከምዘሎ እቶም ክኢላታት ይሕብሩ። ዜናታት ንምዝዛም ኣርእስታት ዜና ክደግመልኩም። ኣብ ሞከስ ሆስፒታል ዞባ ደቡብ ንልዕሊ 400 ዜጋታት መጥባሕቲ ሓበላ ዓይኒ ተኻይዱ። ኣብ ምጽናዕን ምስናድን ረቂቕ ባህላዊ ርሻ ዝተኮረ ስልጠና ኣብ መንደፈራ ተዋሂቡ ኣብ ምምሕዳር ከባቢ ኣግራዕ ንኡስ ዞባ ናቕፋ ሓዳስ ዲጋ ተሰሪሓ መንግስቲ ጫድ ምስ ፈረንሳ ዝጸንሐ ወታደራውን ጸጥታውን ውዕል ከብቅዕ ወሲኑ። ሩስያን ሰሜን ኮርያን ወታደራዊ ምትሕባርን ንምድንፋዕ ዘካይዶ ንጥፈታት ከሕይላ ምዃነን ገሊፀን። ሰራዊት ሶርያ ኣንጻርቶም ብኣሜሪካ ዝድገፉ ሽበራውያን ዘቐንዐ ስርሒት ኣበጊሱ። ባርከ ዝኾርኩም ተዓዝብቲ ንሰዓት ዝተዳለዉ ዜናታት ተዛዚሙ ኣሎ ምስ ተረፈ መደባትና ንሓድገኩም ብወገና ብሩኽ ምሸት